ሰላም ዝኸበርኩም ተኸታተልቲ ናትና ቲቪ ከመይ ትውዕሎም ኣብ ዘለኹምሞ ሰላምን ጥዕናን ዓወትን ኣሳልጦን ንዓኻትኩም ይኹን እናበልና ንሎሚ ዕለት ዘዳለናልኩም ዜናታት ውሽጢ ሃገርን ወፃን ሒዝናልኩም ተረኺብና ኣሎና ክሳብ ፍጻመ ዜናዊ ትሕዝቶና ክትከታተሉ ብኣኽብሮት እንዳዓደምና ናብቲ ዘዳለናዮ ትሕዝቶ ንሰግር። ኣርእስተ ዜና ከም ኣካል ናይቲ ኣብ ሃገርና ዝካየድ ዘሎ ዝተፈላለዩ ናይ ጽገና ስራሓት ኣብ ከተማ ከረን እውን ብማሽነሪ ዝተደገፈን ኣስታት ሰለስተ ሚልዮን ናቕፋ ወጻኢታት ዝተገብረሉን ቀዳማይ ገጽ፣ መስርሕ ጽገና መስመር ረሳሕ ፈሳሲ ከተማ ከረን ከምዝተዛዘመ ተገሊጹ። ከም መርኣያ ናይቲ ኣብ ውድድራት ብሽክለታ ሃገርና ዝምዝገብ ዘሎ ገስጋስ ኣብ ደረጃታት ዓለምቲ ወይ ድማ ኣሰልጠንቲ ስፖርተኛታት እውን እናዓበየ ይኸይድ ከም ዘሎ እዩ ዝሕበር። ኣሰልጣኒ ክለብ ቅድድም ብሽክለታ ደንደን ዮሴፍ ተኽላይ ድማ ዝሓለፈ ዓመት ንዝለዓለ ስልጠና ናብ ወጻኢ ሃገር ተላኢኹ ትምህርቱ ብዓወት ድሕሪ ምዝዛሙ፣ ካብ መሰልጠኒ ማእከል UCI ናይ ሳልሳይ ደረጃ ማለት Level Three ሰርቲፊኬት ከም ዝተዋህበ ተሓቢሩ። ኣብ መንጎ ኣሜሪካን ኢራንን ዘሎ ዘይምቅዳው ካብ ግዜ ናብ ግዜ እናዓበየ ኣብ ዝኸደሉ ዘሎ እዋን፣ ኢራን ንዝኾነ ክመጽእ ዝኽእል ወተሃደራዊ ተጻብኦ ንምምካት ሰራዊታ ኣብ ዝለዓለ ተጠንቀቕ ክጸንሕ ከም ዝኣዘዘት ብምሕባር፣ ንዝተፈላለያ ሃገራት ድማ ንወተሃደራዊ ወራር ኣሜሪካ ቦታ ካብ ምሃብ ክሕየባ ኣጠንቂቓ። ኣብ ኣይቬሪ ኮስት ኣብ ውድድራት ቁንጅና ማለት ፋሽን ሸው ዝሳተፋ ደቂ ኣንስትዮ ተወዳደርቲ፣ ኣብ ውድድር ኣርተፊሻል ጨጉሪ ከይጥቀማ ዝኽልክል ሕጊ ከምዘጽደቐት ይቃልሕ ኣሎ። ኣብዚ ምምሕዳር ዶናልድ ትራምፕ ዳግም ንኣሜሪካ ዓባይ ንምግባራ ዝብል ዕላማ ጸቒጡ ዝሰርሓሉ ዘሎ እዋን፣ ምስጓግ ስደተኛታት ቀዳማይ ዕላምኡ ገይሩ ይሰርሓሉ ከምዘሎ'ዩ ዝግለጽ። ከም መቐጸልታ ናይዚ ድማ ኣሜሪካ፣ መንግስቲ ደቡብ ሱዳን ነቶም ካብ ኣሜሪካ ዝተጠረዙ ዜጋታቱ ክቕበል ድሉው ብዘይምዃኑ፣ ንኹሎም ደቡብ ሱዳናውያን ዝወሃብ ቪዛ ብቕልጡፍ ከም እትስርዞ ጸሓፊ ጉዳያት ወጻኢ ኣሜሪካ ማርኮ ሪብዮ ኣፍሊጡ። ከም ኣካል ናይቲ ኣብ ሃገርና ዝካየድ ዘሎ ዝተፈላለዩ ናይ ጽገና ስርሓት፣ ኣብ ከተማ ከረን እውን ብማሽነሪ ዝተደገፈን ኣስታት ሰለስተ ሚልዮን ናቕፋ ወፃኢታት ዝተገብረሉን ቀዳማይ ገፅ መስርሕ ፅገና መስመር ረሳሕ ፈሳሲ ከተማ ከረን ከምዝተዛዘመ ተገሊፁ። እቲ ንኣስታት ሰለስተ ኣዋርሕ ዝተሰላሰለ ናይ ፅገና መደብ ብማእከል ህዝቢ ዝነብረሉ ከባቢታት ሰንጢቑ ዝሓልፍ ብምዃኑ ኣሸጋሪ ዝፀንሐ ቦታታት ተለልዩ ረሳሕ ፈሳሲ ብሓደ መስመር ናብ ብዝግበኦ ቦታ ንምብጽሑ ተወጢኑ ዝተሰርሓሉ ቀዳማይ ገጽ ናይዚ ድማ ተዛዚሙ ከም ዘሎ'ዩ እቲ ዝተረኽበ ሓበሬታ ዝገልጽ። ኣብ ከተማ ከረን ምስ ኣቃውማ ከተማ ተሳንዩ ዝኸይድ መወገኒ ረሳሕ ፈሳስን ደረቕ ጓሓፍን ንምውዳድ ነዊሕ ግዜ ዝወሰደ መጽናዕትታት ክካየድ ከም ዝጸንሐ'ዩ ዝግለጽ። እዚ ሕጂ ተሰላሲሉ ዘሎ መደብ ድማ ክፋል ናይቲ ኣቐዲሙ ዝተኻየደ ናይቲ መጽናዕቲ ምዃኑ ይፍለጥ። እዚ ናይ ጽገና መደብ ድማ ካብ ሰራሕተኛታት፣ ህዝቢ፣ ኣባላት ሓይልታት ምክልኻል ኤርትራ፣ ኩባንያ ህንጻ ሰገንን ልዕሊ ኣርባዕተ ሽሕ ግልቦት ከም ዝተሳተፎ'ውን ክፍለጥ ተኻኢሉ ኣሎ። ውሑስ ዝኾነ ኣገባብ ምውጋን ጎሓፍን ፈሳስን ክህሉ ይግባእ ዝበሉ ተኸታተልቲ ጽሬት ከተማ ከረን ሕብረተሰብ ንቕሓቱ ክብ ኣቢሉ ግቡእ ምሕደራን ኣወጋግናን ጎሓፍ ክብ ከብሎ ከም ዝግባእ ገሊጾም። እዚ ናይ ጽገና መደብ ድማ ብዝለዓለ መልክዑ ክቕጽል ምዃኑ እውን ተፈሊጡ ኣሎ። ከተማ ከረን ካብ ኣስመራ ኣስታት ትስዓን ክልተን ኪሎ ሜተር ርሒቓ እትርከብ ከተማ እያ። ከም መርኣያ ናይቲ ኣብ ውድድራት ብሽክለታ ሃገርና ዝምዝገብ ዘሎ ገስጋስ፣ ኣብ ደረጃታት ዓለምቲ ወይ ድማ ኣሰልጠንቲ ስፖርተኛታት እውን እናዓበየ ይኸይድ ከምዘሎ እዩ ዝሕበር። ኣሰልጣኒ ክለብ ቅድድም ብሽክለታ ደንደን ዮሴፍ ተኽላይ ድማ፣ ዝሓለፈ ዓመት ንዝለዓለ ስልጠና ናብ ወጻኢ ሃገር ተላኢኹ ትምህርቱ ብዓወት ድሕሪ ምዝዛሙ፣ ካብ መሰልጠኒ ማእከል UCI ናይ ሳልሳይ ደረጃ ማለት Level Three ሰርቲፊኬት ከምዝተዋህበ ተሓቢሩ። እዚ ኣሰልጣኒ ኣብ ክልተ ሽሕን ዓሰርተ ሓሙሽተን እዩ ኣብ ውሽጢ ሃገር ናይ ቀዳማይ ደረጃ ስልጠና ወሲዱ ነይሩ። ኣብ ክልተ ሽሕን ዓሰርተው ትሽዓተን ድማ ኣብ ውሽጢ ሃገር ስልጠና ካልኣይ ደረጃ ወሲዱ። እንሆ ድማ ሕጂ ኣሰልጣኒ ዮሴፍ ተኽላይ ደረጅኡ ናብ ሳልሳይ ንምዕባይ ብ ሸሞንተ መስከረም ክልተ ሽሕን ዒስራን ኣርባዕተን ናብ ሃገረን ፈረንሳ ኣቕኒዑ እዩ። ኣብ ፈረንሳ ናይ ካልኣይ ደረጃ ትምህርቲ ዝያዳ ብምድራዕን ናይ ሳልሳይ ደረጃ ድማ ብዓወት ዛዚሙ ዝርከብ ዘሎ። ኣሰልጣኒ ዮሴፍ ተኽላይ ንክለብ ደንደን መሪሑ ኣብ ዝተፈላለዩ ውድድራት ብርክት ዝበለ ዓወት ከመዝግብ ዝኸኣለ ኣሰልጣኒ እዩ። ኣብ ክልተ ሽሕን ዕስራን ክልተን ኣብ ግብጺ ኣብ ዝተኻየደ ሻምፕዮን ኣፍሪቃ ድማ ንማእከሎት ደቂ ተባዕትዮ መሪሑ ብውልቅን ጋንታን ዓወት ኣመዝጊቡ ምንባሩ ኣይርሳዕን። ኤርትራ ኣብ ሽሕን ትሽዓተ ሚእትን ተስዓን ሓሙሽተን ኣባል ዩሲኣይ ድሕሪ ምዃና ኣብ ክልተ ሽሕን ኣርባዕተን እዩ ናይ ኣሰልጠንቲ ስልጠና ዕድላት ክወሃባ ከም ዝጀመረ ዝሕበር። ክሳብ ኣብዚ እዋን ድማ ልዕሊ ሚእቲ ኣሰልጠንቲ ኣብ ቀዳማይ፣ ካልኣይ፣ ሳልሳይ ደረጃታት ስልጠና ከም ዝወሰዱን ኣብ ሳልሳይ ደረጃ ግና ሓሙሽተ ኣሰልጠንቲ ጥራይ ዕድል ረኺቦም ከም ዝነበሩን እንተኾነ ግና ነቲ ዝተዋህቦም ፈተናታት ብግቡእ ክሓልፉ ዝኸኣሉ ግና ዮሴፍ ተኽላይ፣ ኣሰልጣኒ ጋንታ ደቡብ ሚኪኤለ ትኩስን ኣሰልጣኒ ክለብ ኣስፔኮ ሳምሶም ሰሎሞንን ጥራይ ምዃኖም እዩ ዝሕበር። ኣብ ምስልጣን እዚ ዓውዲ ራብዓይ ደረጃ ዝለዓለ ደረጃ ክኸውን እንከሎ ናብ ዩኒቨርሲቲታት ኬድካ ዝውሰድ ስልጠናታት ከምዘሎ እውን ይሕበር። ማሕበር ቅድድም ብሽክለታ ዓለም ማለት ዩሲኣይ ኣብ ሽሕን ትሽዓተ ሚእትን ኣብ ፈረንሳ ፓሪስ ዝተመስረተን ዝመጽእ ዓሰርተ ኣርባዕተ ሚያዝያ ድማ መበል ሚእትን ዒስራን ኣርባዕተን ዓመቱ ክጽምብል ምዃኑ ይፍለጥ። ኣብዚ ምምሕዳር ዶናልድ ትራምፕ ዳግም ንኣሜሪካ ዓባይ ንምግባራ ዝብል ዕላማ ጸቒጡ ዝሰርሓሉ ዘሎ እዋን፣ ምስጓግ ስደተኛታት ቀዳማይ ዕላምኡ ገይሩ ይሰርሓሉ ከም ዘሎ'ዩ ዝግለጽ። ከም መቐጸልታ ናይዚ ድማ ኣሜሪካ፣ መንግስቲ ደቡብ ሱዳን ነቶም ካብ ኣሜሪካ ዝተጠረዙ ዜጋታቱ ክቕበል ድሉው ብዘይምዃኑ፣ ንኹሎም ደቡብ ሱዳናውያን ዝወሃብ ቪዛ ብቕልጡፍ ከም እትስርዞ ጸሓፊ ጉዳያት ወጻኢ ኣሜሪካ ማርኮ ሪብዮ ኣፍሊጡ። እዚ በዓል ስልጣን ኣብቲ ትማሊ ሰንበት ዝሃቦ መግለጺ ብተወሳኺ'ውን ኣሜሪካ ዜጋታት ደቡብ ሱዳን ዝኾኑ ናብ ኣሜሪካ ክኣትዉ ኣብ ዶባታ ክትዓጽዎም ምዃና እውን ገሊጹ ኣሎ። ብተወሳኺ እውን ሩቢዮ፣ ኣሜሪካ ዜጋታት ደቂ ካልእ ሃገር ከተውጽእ ኣብ እትደልየሉ እዋን፣ ነፍሲ ወከፍ ሃገር ዜጋታታ ክትቅበል ጥራይ እዩ ዘለዋ ክብል ተሪር መልእኽቲ ኣመሓላሊፉ። እዚ ውሳነ ሃገረ ደቡብ ሱዳን፣ ብሰንኪ እቲ ኣብታ ሃገር ተኸሲቱ ዘሎ ጸጥታዊ ወጥሪ፣ እታ ሃገር ናብ ዝኸፍአ ውግእ ሓድሕድ ከይትኣቱ ተሰጊኡ ኣብ ዘለወሉ እዋን ይወሃብ ብምህላዉ ድማ ነቲ ውሳነ ዝያዳ ኣሻማዊ ገይርዎ ከም ዘሎ ይግለጽ። ኣብዛ ኣብ ክልተ ሽሕን ዓሰርተ ሓደን ናጽነታ ዝረኸበት ሓዳስ ሃገር ደቡብ ሱዳን፣ ብሰንኪ'ቲ ኣብታ ሃገር ዘጋጥም ግጭት ብዙሓት ዜጋታት'ታ ሃገር ናብ ካልኦት ሃገራት ከም ዝስደዱ ዝፍለጥ'ዩ። ኣብ ኣይቬሪኮስት ኣብ ውድድራት ቆንጅና ማለት ፋሽን ሾው ዝሳተፋ ደቂ ኣንስትዮ ተወዳደርቲ ኣብ ውድድር ኣርተፊሻል ጨጉሪ ከይጥቀማ ዝኽልክል ሕጊ ከም ዘጽደቐት ይቃልሓ ኣሎ። እዛ ሓንቲ ካብተን ዝተፈላለዩ ኣህግራውያንን ሃገራውያንን ውድድር ጽባቐን ቆንጅናን ከም እተካይድ ዝንገረላ ሃገረ ኣይቬሪኮስት፣ ኣብ መላእ ሃገር ዝካየድ ውድድር ቁንጅና፣ ዊግ፣ ምውሳኽ ኣርተፊሻል ጸጉሪ ርእስን ኣብቲ ውድድር ተኣጊዱ ከም ዘሎ'ያ ትገልጽ ዘላ። ጽባቐ ተፈጥሮኣዊ ክኸውን ኣለዎ ዝበሉ ኣሰናዳእቲ ኮሚተ ስነ ጽባቐ ኣይቨሪኮስት፣ እተን ኣብቲ ውድድር ዝሳተፋ ሕጹያት ብተፈጥሮኣዊ መልክዐን ክወዳደራ ከም ዝግባእን ኩሉ ካብ ገዛእ ርእሰን ክኸውን ኢና ንደሊ ክብሉ ገሊጾም። እዚ ውሳነ ድማ ንሃገረ ኣይቨሪኮስት እታ እንኮ ብባህርያዊ ጽባቐ ውድድራታ ክካየድ ዝገበረት ኣፍሪቃዊት ሃገር ገይርዋ ኣሎ። ኣብቲ ውድድር ዝሳተፋ ደቂ ኣንስትዮ ብወገነን በቲ ውሳነ ከም ዝተሓጎሳን ዝያዳ ኣብ ገዛእ ርእሰን ርእሰ ተኣማንነት ከዕብያ ከም ዝሓገዘንን ጠቒሰን። ኣብታ ምዕራብ ኣፍሪቃዊት ሃገር ኣይቨሪኮስት ኣብ መዳይ ምምልኻዕ ደቂ ኣንስትዮ እታ ሃገር ብዙሕ ወጻኢታት ከም ዝገብራ እዩ ዝግለጽ። ኣብ ክልተ ሽሕን ዕስራን ክልተን ሚለን ካኒ ክዋሲ ዝተባህለት ዋንጫ ወይዘሪት ኣይቨሪኮስት ዝዓተረት ኣይቮሪኮስታዊት በቲ ሓጺር ተፈጥራዊ ጸጉሪ ርእሳ ጥራይ ብምውድዳር ቀልቢ ብዙሓት ሰባት ስሒባ ምንባራ ዝዝከር እዩ። ኣብ መንጎ ኣሜሪካን ኢራንን ዘሎ ዘይምቅዳው ካብ ግዜ ናብ ግዜ እናዓበየ ኣብ ዝኸደሉ ዘሎ እዋን፣ ኢራን ንዝኾነ ክመጽእ ዝኽእል ወተሃደራዊ ተጻብኦ ንምምካት ሰራዊታ ኣብ ዝለዓለ ተጠንቀቕ ክጸንሕ ከም ዝኣዘዘት ብምሕባር፣ ንዝተፈላለያ ሃገራት ድማ ንወተሃደራዊ ወራር ኣሜሪካ ቦታ ካብ ምሃብ ክሕየባ ኣጠንቂቓ።

ሃገሩ ንኹሉ ክመጽእ ዝኽእል ስግኣታት ንምምካት ድልውቲ ከም ዘላን ሃገራት ዒራቕ፣ ክዌት፣ ሕቡራት ኢማራት ዓረብ፣ ቀጠር፣ ቱርክን ባሕሬንን ድማ መሬተንን ክላ ኣየረንን ንኣሜሪካ ከሳሲ ኣሕሊፈን ካብ ምሃብ ክቑጠባ ጸዊዑ። ኣብ ክልተ ሽሕን ዓሰርተ ሓሙሽተን ኢራን ምስ ኣሜሪካ ብዛዕባ ኒክሌሳዊ መደባታ ብዝምልከት ተፈራሪማ ምንባራ ዝዝከር እዩ። እንተኾነ ግና ኣሜሪካ ካብቲ ስምምዕ ኣብ ክልተ ሽሕን ዓሰርተ ሸውዓተን ከም ዘሰሓበት ኣይርሳዕን። እዚ ብኣሜሪካ ዝወሃብ ዘሎ ናይ ምፍርራሕ መንገዲ ድማ ነቲ ኣብ መንጎ ኢራንን ኣሜሪካን ክህሉ ዝኽእል ዝርርብ መሊሱ ዝዓጹ ምዃኑ'ዮም ዝተፈላለዩ ምስቲ ኩነታት ቅርበት ዘለዎም ተንተንቲ ዝገልጹ። እምበኣርከስ ዝኸበርኩም ተኸታተልትና ንሎሚ ዕለት ተዳልዩ ዝነበረ ዜናታት ውሽጢ ሃገርን ወጻእን እዚ ክትከታተልዎ ዝጸናሕኩም እዩ። ኣብ ዝቕጽል ዕለት ብዝተፈልየ ዜና ክሳብ እንራኸብ ሰላም።